ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ከመይ ኣለኹም ከመይ ቀኒኹም ወልካም ባክ ትሄሪ ላብ ወልካም ባክ ትዘ ኮፊ ከመይ ተባዒሉ ኤቭሪቲንግ ኢዝ አ ፖስቶ ኤቭሪቲንግ ኢዝ ጉድ ከመይ ተባዒሉ ብወገነይ ኤቭሪቲንግ ኢዝ ኣሜዚን ኤቭሪቲንግ ኢዝ ኣፖስቶ ኣሕዋተይ መዓሪ ከምኡ ክትብሉ ኣለኩም ኩሉ ግዜ እቲ ፓዘቲቭ ነገር ከተውፅዎ ክትክእሉ ኣለኩም ኣሕዋተይ መዓሪ ፅቡቅ ኣለኹ ደሓን ኣለኹ ጥዑም ኣለኹ ክትብሉ ኣለኩም ዋላ እኳ ሓደ ሓደ ግዜ ነገራት ከምቲ ትደልዮም ተዘይኮኑ ግን ኩሉ ግዜ እንታይ እዩ ተመስገን እንድሕር ኢልካ ይውሰኸካ እዩ ማለት እዩ ኣሕዋተይ መዓረይ ምክንያቱ እዛ ዘለናያ መዓልቲ ዘይረኸብዋ ብዙሓት ሰባት እዮም ዘለዉ ስለዚ እዛ ሎምዓልቲ ጢዒምናያ ዘለና ነገራት እዛ ሎምዓልቲ በሊዕናያ ተመሲሕናያ ዘለና እዛ ሎምዓልቲ ሻወር ዝወሰድናያ ማይ ዘይብሎም ሰባት መግቢ ዘይብሎም ሰባት ክንደይ ዝሳቀዩን ክንደይ ዝጭነቁን ሰባት ስለ ዘለዉ እንታይ ክንገብር ኣለና ኣድቫንተጅ ክንወስደሉ የብልናን ንዝኾነ መዓልቲ ማለት እዩ ብሂወት እንድሕር ኣለና ጥዑያት እንድሕር ኮይና ጥዕና ኣለና ብሂወት እንድሕር ኣለና ማለት እዩ ዋላቶም ዝሓመምኩም ማለት እዩ ዋላቶም ዝሓመምኩም ማለት እዩ ብሂወት ክሳብ ስለ ዘለኹም ዋላ ሕመሙ ደኣ እምበር ብሂወት ዘየለዉ ሓሚሞም ዝሞቱ ሰባት ስለ ዘለዉ ተመስግን ክትብሉ ኢኹም ዘለኩም ዋላቶም ዝሓመምኩም ማለት እዩ ግደፍዎሞ ጥዕና ዘለኩም ገለ ስለዚ ኩሉ ግዜ ነቲ ዘለና ነገር ተመስገን እንድሕር ኢልና እግዚኣብሄር ከዓ እንታይ እቲ ናትና እምንቶ ርእዩ እቲ ናትና ኣብ ልዕሊኡ ዘለና እምንቶሲ ብጣዕሚ ዓቢ ምዃኑ ርእዩ እንታይ እንታይ ይገብረና መሊሱ ይባርኸና ማለት እዩ ስለዚ ኣይነግሮም ዶ መሕዋተይ መዓረይ ተመስገን ንበል ንግሆ ትስ ኢልና ኣሰይ መዓልተይ ጽብቕቲ መዓልቲ ደስ ዝብል መዓልቲ ክሕልፍ የሎ መዓልቲ ኢልና ካብ ኣፍና ዝወጽእ ኩሉ ግዜ ክንጥንቀቕ ኣለና ብፍላይ ንግሆ ማለት እዩ ስለዚ ኩሉ ግዜ እቲ ንዛረቦ ኢና ንኸውን ኣሕዋተይ መዓረይ ጽቡቅ ተተዛሪብና ጽቡቅ መዓልቲ ይህልወና ንግሆ ምድሪ ተሲእና ተጨቃጭቅና ንግሆ ምድሪ ተተሲእና ተተጻራሪፍና ንግሆ ምድሪ ተተሲእና ብሕማቅ ሙድ ተተሲእና ግን ሀ ሕማቅ ሙድ ሙሉ መዓልቲ ይህልወና ማለት እዩ ስለዚ ንግሆ ክትስእ ከለኹም ኩሉ ግዜ ብሕጉስ መንፈስ ብሰላም ዘለዎ መንፈስ ኩሉ ግዜ ክንትስእ ኣለና ኣሕዋተይ ማዓረይ ብጣዕሚ ብጣዕሚ ኣገዳሲ እዩ ማለት እዩ ኦኬ ቡናና ክንቀድሕ ኢና ሎማዓንቲ ኣርእስቲ ኣለና ብጣዕሚ ኣገዳሲት ማለት እዩ እዛ ርእስቲ ናይ ሎማዓንቲ ዝዛረባ ብጣዕሚ ኣገዳሲት እያ ኣነ ብኡ ዝሓለፍኩ ብቲ ናተይ ኤክስፐሪንስ ዝሓለፈት ኣርእስቲ እያ ማለት እዩ ስለዚ ብጣዕሚ ብጣዕሚ በቃ ንዓይሲ ሂወተይ ዝቀየረት ኣርእስቲ እየ ሎማዓንቲ ሒዘልኩም መፅየ ዘለኩ ማለት እዩ ስለዚ ሓቢርኩም ፅንሑ መጀመርያ ኣወል ክንቀድሕና ብድሕሪኡ ቡናና እናሰተና ክንዕልል ኢና ማለት እዩ ኦኬ መጀመርያ ፈርስት ኢዝ ፈርስት ሽኮር ኣሕዋተይ መዓረይ ብዘይ ሽኮር ቡና ክሰቲ ፈቲነ ግን ኣይከኣልኩም ኣይሕስወኩም እኔ ኣነ ሕጂ እዚ ክልተ ሽሕን ዕስራን ሽዱሽተን ሞር ሄልዝ ክኸውን እየ ዝሓስብ ዘለኹ ሞር ምሻለ እቲ መግበይ ብጣዕሚ ቀይረዮ ሞር ምሽ ኣለኩም ቬጅቴብልስ ሞር ፋይቨር ገለ ክበልዕ ይጅምር ኣለኹ ማለት እዩ ነቲ ንጥዕናና ፅቡቅ እዩ ፋይቨር ሕዋት የመሓረ ቬጅቴብልስ ገለ መለታት ፍሩታት ገለ ብልዑ ከለኹ ማለት እዩ ኦኬ እዚኣ ቡናና ነቕዳሕ እሞ ሎማዓንቲ ከምቲ ዝበልክዎ ብጣዕሚ ኣገዳሲት በቃ ናይ ሎምዓንቲ ርእሲ ዝብሎ እዚ ሒዘልኩም መፅ ዘለኹ ሲ ኣገዳሲት ነገር እያ ማለት እዩ ንዓይ ሂወተይ ዝቀየረት እያ ወዲያው ኣይኮነትን ሂወተይ ቀይራትኒ ግን ክንደይ ሽግር ኣሕሊፈ ግን ንዓይ ፅቡቅ ስለ ዘበለትኒ ንዓኹም ከዓ ተጠቂማትኩም እየ ሒዝመልኩም መፅ ዘለኹ በስመ ኣብ ቅዱስ ኣሰና ኣሰና ኣሰና ኣሰይ ሓንቲ ኣወሊ ክሰቲ ምሸት ስለ ዘሎ ሕጂ ሓንቲ ኣወሊ ክሰቲ ኬ ቡና ናብ መማዑ ከነብል እዘን ኣዋልድ ኣለኽን ምሳይ ቡን ትሰትያ ኣነ ክመፅእ ከለኹ ቡን ተቐራርባ ብጣዕሚ እየ ዝሕጎስ ምሻሎ ኣነ ሞቲቬትድ ስለ ዝገብረክን ከምኡ ክትብላ ንከለኽን ገለ ብጣዕሚ ደስ ዝብለኒ ምክንያቱ ሞቲቬትድ ይገብረክን ኣለኹ ነብስኽን ኢንጆይ ክትገብራ ነስኽን ክትፈትዎ ሓቀ ዶ ስለዚ ኢትስ ጉድ ቲንግ ጋይስ ኢትስ ጉድ ቲንግ ቀጽሎ ቡና ስተያ ምሳይ ኣሕዋተይ መዓሪ ቡና መድሓኒት እዩ ብፍላይ ጸላም ብጸላማ ቡና ብዘይ ጸባ ክትሰትያ ከለኻ መድሓኒት ያብለኩም ኣለኹ መድሓኒት እዩ ንእምሮኻ ቡን ብጣዕሚ ብዙሕ ብዙሕ ብዙሕ ሚስትሪ እዩ ዘለዎ ሂስትሪ እዩ ዘለዎ ቡና ናብ ኣብ ውሽጢ ናብ ዝኣተወ ግን ክበዝሕ የብሉን ok ሎማዓንቲ ሒዘያ መፅየ ዘለኩ ኣርእስቲ እምበኣር እንታይ እያ ኩሉ ግዜ ናብ ኣምላክ ክንፅሊ ከለና ክንጥንቀቅ ኣለና ኣሕዋተይ ማዓረይ ኣነ ብጣዕሚ ብጣዕሚ እየ በቃ ተትርእዩ ንኣምላኽ እሲ ብጣዕሚ ክፅሊ ከለኹ ናብ ኣምላኽ መቸም እቲ ጸሎተይ የምፀለዩ ይንዋሕ ይሕፀር ብዘይገድስ ጸሎተይ ትምለሰለያ እንተ ብሕልሚ ድዩ እንተ ብጋሕዲ ድዩ እንተ ብገለ ድዩ ኮታስ እዝጋብሄርስ ይምልሰለይ እዩ። ኩሉ ግዜ ግን መብዛሕትኡ ግዜ ግን ይብለኩም ኣለኹ መብዛሕትኡ ግዜ ልክዕ ከምቲ ዝደልዮ ገይሩ እዩ ዝምልሰለይ እዝጋብሄር ዝኾነ ነገር ተለሚነዮ ይህበኒ ሓቂ እቲ ሓደ ሓደ ግዜ ስፐሲፊክ ግዜ ግን ክጽሊ ከለኹ ናብ ኣምላኽ እቲ ካብቲ ኣነ ዝደልዩ ኣንጻር እግዚኣብሄር ይህበኒ ማለት እዩ ሕጂ ነቲ ዝጸለኽዎ ጸሎት እቲ ዝደለኽዎ ክወሃበኒ እየ ተጸብየ ሓቀይ ግን ሓደ ሓደ ግዜ እቲ ንጽልዮ ጸሎት ምስቲ እዝጋብሄር ዘይመደበልና ምሻሎ ይጋራጮ ማለት እዩ እቲ እዝጋብሄር ሓሲብልና ዘሎሲ ምስቲ ንሕና ንደልዮ ክምለሰልና ንደልዮ ጸሎት ወይ ክወሃበና ንደልዮ ጸሎት ኮምፕሊትሊ ኣንጻር ይኸውን ማለት እዩ ኮምፕሊትሊ ዲፍረንት ይኸውን ስለዚ እቲ ዝምልሰለይ እቲ ኣምላኽ ዝምልሰለይ ጸሎት ምስቲ ዝደልዮ ኮምፕሊትሊ ዲፍረንት ኸውን ማለት እዩ ሕጂ ንምንታይ እየ ክትጽሉይ ከለኹም ኩሉ ግዜ ክጥንቀቕ ኣለኩም ዝብለኩም መሲልኩም ኣብዚ ዝሓፀ ዝሓለፈ ግዜ ማለት እዩ ዝሓለፈ ናተይ ሂወት ሲ ዝኾነ ሰብ ሳብ ሂወተይ ነይሩ ማለት እዩ ዝኾነ መቸም ከምቲ ምስ ሰብ ዝላለ ሰብ ተላለየ ማለት እዩ ሕጂ ብጣዕሚ ምሻሎ እቲ ዝነበረና ሪለሽንሽፕ ሲ ብጣዕሚ ቶክሲክ ነይሩ ማለት እዩ ብጣዕሚ ቶክሲክ ቶክሲክ ነይሩ ማለት እዩ ሕጂ ኣነ ኣብዚ ዕርክነት ገለ ዝብለኩም ኣብ ዕርክነት ማለት እዩ ሰብ ከምቲ ሰብ ዝላለ ሰብ ተላለዩ ማለት እዩ ሕጂ ፅቡቅ ንኸይ ነርና ገለ ሕጂ እቲ መንጎና ዝነበረ ፍቅሪ ፅቡቅ ነይሩ እዩ እቲ ኣትራክሽን ነይርና እዩ እቲ ፅቡቅ ነገር ነይርና እዩ ገለ ብሓንሳብ ክንራኸብ ከለና ገለ ማለት እዩ ግን ብቴክስት ግን ኣብ ቴክስት ግን ብጣዕሚ ክልቴና ኣንፃር ማለት እዩ ኣብ ቴክስት ንበኣስ ብሓንሳብ ክንከውን ከለና ከ ፅቡቅ ንኸውን ማለት እዩ ኮታሲ ዘይ ኣነ ዘይደልዮ ኣነ ዘይቀበሎ ነገር ሲ ምዚ ሰብ ሲ ብዙሕ ብዙሕ ብዙሕ ብዙሕ ነይሩ እዩ ማለት እዩ ብዙሕ ነገር ነይሩ እዩ ጠቕላላ ምሳይ ዘይከይድ ባህሪ ነይርዎ ማለት እዩ ሕጂ ኣነ በቃ ምሻሎ እቲ ናትና ሪሌሽንሽፕ ሲ ቶክሲክ እንዳኾነ ከይዱ በቃ ከም ምሻሎ ኣይዶኖ በቃ ካብ ንሕጎሰሉስ ንሓርቀሉ ካብ ንሕጎሰሉስ ንበኣሰሉ ግዜ በዝሕ ነይሩ ማለት እዩ ሽዑ ግን ፍቕሪ ከዓ ነይርኒ ማለት እዩ ፍቕሪ ከዓ ከምዚ ምሻሎ ፍቕሪ ደ ክብሎ ወላ ፍቕሪ ከማን ዘይኮነስ ኣታችመንት ምሻሎ ኣታችመንትን ፍቕሪ ይፈላለዩ ፍቕሪ ኣታችመንት ሕጂ ማለት ከመይ ማለት እዩ ነቲ ሰብ ስትለምዶ ምሻሎ ትለማመድ ባህሪካ ትለማመድ ገለ እቲ ኣብኡ ዘለዎ ጽቡቅ ነገራት ትፈትወሉ ነገር ኣሎ ዋላ ሓደ መዓልቲ ከም ገለ ኢልካ ክትፈላለ ከማን ኣይትደልን እቲ ሰብ ኩሉ ግዜ ምስቲ ሰብ ክትከውን ትደሊ ገለ ምሻሉ ከምዚ ኣታችመንት በቃ ኣታች ትኸውን ናትካ ንስኻን ንሱ እቲ ሰብንሲ ኣታች ትኸውን በቃ ማለት ከምዚ ምሻሉ ብምንታይ ከረድኦኩም እየ ኣደኖ ብምንታይ ብትግርኛ ከም ብኸመይ ከም ዘረድኦኩም ግን ባይዘወይ ግን ፍቅሪ ክብሎ ይክእሎን እየ ግን ኣታችመንት ነይርኒ ማለት እዩ ሽዑ ምዚ ሰብ ሕጂ ህልኽ ኢና ክልቴና ኣንጻር ኢና ግን ብጣዕሚ ኢና ከዓ ንፋቶ ዋላ ድሕሪ ወርሒ ድዋራ ድሕሪ ሽዱሽተ ወርሒ ገለ ንምለስ ማለት እዩ ከምዚ ዓይነት ትክስታይ ነይሩ ሽዑ እንታይ ኢለ ብጣዕሚ እቲ ናተይ ኢሞሽን ብጣዕሚ ብጣዕሚ ይጭነቕ ነይረ ኣነ ማለት እዩ ሕጂ ንኣብነት ክንበኣስ ከለና ገለ ብጣዕሚ ይጭነቕ ብጣዕሚ ስትረስ ይገብር ገለ ነይረ ማለት እዩ ሕጂ እንታይ ኢለ እንታይ ኢለ ጸሊ ምስ ኢልኩም ናብ ኣምላኽ ኣምላኽ ኣቦይ ኢለዮ፣ እዚ ሰብ እዚ ኢለዮ፣ ንዓይ ዘይኮነ ንሰብ እንድሕር ኮይኑ ኢለዮ፣ ንስኻ ትፈልጥ ኢኻ፣ እዚ ሰብ እዚ ንስኻ ኣሕሊፍካ ስለ ትፈልጥ፣ እዚ ሰብ እዚ ንዓይ ዘይኮነ ንሰብ እንድሕር ኮይኑ ግዜይ ከየቃጸልካ ካብ ህይወተይ ኣውጽኣለይ ኢለዮ ማለት እዩ። ምስዚ ሰብ እዚ ንስኻ ትርእዮ ዋላ ሓንቲ ዕላማ እንድሕር ዘይብልና ኮይኑ፣ ንስኻ ትርእዮ ዋላ ሓንቲ ፊቸር እንድሕር ዘይብልና ኮይኑ፣ ምስዚ ሰብ እዚ ግዜይ ኣይተጽፈለይ፣ ቀልጢፍካ ነዚ ሰብ እዚ ካብ ህይወተይ ኣውጽኣለይ ኢለ ጸልየ። ምክንያቱ ከምኡ ኢለ ዝፅሊ ዘለኹ ካብ ልበይ ከዓ ክፅሊ ከሉ ከዓ ሽዑሲ ሽዑ ተባኢስና ገለ ኢና ነርና ዝዝከረንሲ ተባኢስና ገለስ ገዛ ተመሊሰስ ከምኡ ኢለ ፀልየ ማለት እዩ ክድቅስ ከለኹ ገለ በቃ ናተይ ተዘይኮይኑሲ በቃ ኣውፀለይ ኢለዮ በቃ ካብ ሂወተይ ኣውፀለይ ኢለዮ ማለት እዩ ጌስዋት ኣብ ሳልስታ ይብለኩም ኣለኹ እዚ ሕጂ ክትኣምኑ ዘኽእሉ ዘይክትኣምኑ ትኽእሉ ናትኩም ጉዳይ እዩ ግን ኣነ ዘጋጠመኒ ነገር እዩ ዝነገር ሽዑ ድሕሪ ሰለስተ መዓልቲ መልሲ ካብታ ናይ ናብ ኣምላኽ ዝጸለኽዋ መልሰይ ረኺበ ማለት እዩ እቲ መልሲ ግን ከምቲ ዝደለኽዎ መልሲ ኮይኑ ይጸንሐን ማለት እዩ ኣነ ዝደለኹ ክጽሊ ከለኹ ከምኡ ኢለ ክጽሊ ከለኹ በቃ ኩሉ ነገር እቲ ሰብ ከም ገለ ኢሉ ኣክት ዝገብር ዘሎ ሲ ኩሉ ክቕየር ከምቲ ኣነ ዝደለኽዎ ዓይነት ሰብ ክኾነለይ እዩ ነይሩ ተሓሳበይ ማለት እዩ እቲ ናባይ ዝመፀ መልሲ ብሕልሚ ግን ኮምፕሊትሊ ዘሰንብድ ሕልሚ በቃ ኮምፕሊትሊ ዘሰንብድ ሕልሚ በቃ እዚ ሰብሲ ኮምፕሊትሊ በቃ ንዓይ ከም ዘይኮነ ብሕልሚ እግዚኣብሄር ኣርእየኒ ማለት እዩ ሽዑ እንታይ ጌረ ሽዑ ክጠዋወዮ ጀሚረ እቲ ሕልሚ ዋላ ክሊር ዝኾነ ሕልሚ እየ ሕጂ ሓሊመ ክሊር ከምዚ ኮምፕሊኬትድ ዘይኮነ ንዓይ ከምዘይኮነ ሲ እዝጋብሄር ኮምፕሊትሊ ኣርእኒ ማለት እዩ ሽዑ ግን ኣነ ሬዲ ኮንኩን ነቲ ሓቂ ንክፈልጥ ሬዲ ኮንኩን ነይረ ልበይ ተሃሴሾ በቃ ምክንያቱ ነቲ ሰብ እዚ ኣነ ብጣዕሚ እየ ዝፈትዎ ነይረ ነቲ ሰብ እቲ ብጣዕሚ ምሻሎ እቲ ዝብህኩ ዓይነት ሰብ እዩ ነይሩ ማለት እዩ ብደጋዊ ድዩ ዋላ ፊዚካል ድዩ ዋላ ፋይናንሻል ድዩ ዋላ ኩሉ ብዘካ ጠባይ ማለት እዩ ጠባይ ግን ክልቴና ተተራኺብና ማይን ሓውን ኢና ንኸውን ከምዚ ማይን ሓውን ከዓ ኢለ ሓውን ሓው ኢና ንጋራጮ ማለት እዩ ጠቕላላ ጠቕላላ ኣይንሰማማዕን ኢና። ብሓንሳብ ክንከውን ከለና ጽቡቕ በቃ ከምዚ ምሻሎ ኣብ ማይ ተኣትዎ ተንጭዋ ኢና ንኸውን ብሓንሳብ ክንከውን ከለና ግን ኣብዚ ቴክስት ገለመለ ደንጎ ይምልሰሉ ይሓርቕ ገለ ከምዚ ምሻለኩም ከምኡ ዓይነት ቢሄቨር ነይሩ እቲ ሰብ ኮንትሮል ክገብረኒ ዝፍትን ነይሩ ኣነ ከዓ ኮንትሮል ዝኸውን ሰብ ኣይኮንኩን ምክንያቱ ናተይ ላይፍ ኣለኒ ናተይ ሂወት ኣለኒ ሕጂ እቲ ሰብ ከኣ ከምኡ ዓይነት ኣንደርስታንዲን ኣይነበሮን። ኣነሲ በቃ ምሻሎ ላይፍ ከም ዘለኒ፣ ህይወት ከም ዘለኒ፣ ስራሕ ከም ዘለኒ እዚ ኩሉ ረሲዑስ ኣብ ዝደወለለይ ክቕበሎ ወድያው ክቐበሎ ኣለኒ ወይ ከኣ ኣብ ዝቖጸረኒ ክቕበሎ ከምኡ ዓይነት እዩ ዝደሊ ነይሩ ማለት እዩ። ኣነ ከኣ ናተይ ህይወት ኣለኒ። ኣነ ኣብ ዝጠዓመኒ እየ ክረኽቦ ዝደሊ ማለት እዩ ስለዚ ንሱ ስለ ዝደለየ ኣነ ክረኽቦ ኣይደልን እየ ሓቀይ ዶ ስለዚ ሂወት ስለ ዘኒ ላይፍ ስለ ዘሎን ቢዚ ስለ ዝኾንኩ ማለት እዩ ሕጂ እቲ ሰብ ቢዚ እየ ገለ ክብሎ ከለኹ ከምዚ ምሻሎ ንዕኡ ግዜ ክሕልፍ ንዕኡሲ ግዜ ክሕልፍ ምስኡ ዘይደሊ ገለ ገይሩ በዓሉ ክስታይ ዝገብሩ ነይሩ ኣብ እምሩ ማለት እዩ ሕጂ በዝን ወድዝን ከምዝን ሕጂ ብጣዕሚ እዩ ሪስፔክትፉል ከምዚ ክረኸበኒ ከሎ ብጣዕሚ ኢና ሪስፔክትፉል ኣይን ፅል የለ ባእሲ የለ ገርጨውጮ ክንራኸብ ከለና ሓቀይ ኣብ ወርሒ ሓንሳብ ገለ ኢና ከዓ ንራኸብ ምክንያቱ ቢዚ ኣነ ማለት እዩ ተረዲኹምኒ ካልኣይ ከዓ ኣብቲ ንዓይ ዝጥዕመኒ ከዓ ንዕኡ ይጥዕሞን እዩ ቢዚ ዋላ ንሱ ስራሕ ዘለዎ ገለ እዩ ሕጂ ከምዚ ነይርና ማለት እዩ ሽዑስ እንታይ እስኪ እቲ እዝጋብሄር ዝሃበኒ መልስስ ኮምፕሊትሊ ብምንጣሩ ኮይኑ ሽዑ እብለኩም ኣለኹ ልበይ ተሃስየ በቃ ባዕለይ ክዕረዮ ይፍትን ነቲ ሕልምሲ ባዕለይ ክዕረዮ ይፍትን ኦ በቃ ከምዚ ማለት ከምዚ በቃ ክሊር እዩ ሕጂ እቲ እቲ ሕልምሲ እብለኩም ኣለኹ ከምዚ በቃ ሰብ መፅኡ ዝነግረካ ከምኡ ክሊር ዝኾነ ሕልሚ እዩ በቃ እዚ ሰብ እዚ ንዓይ ከምዚ ኮነዚ ክሊር ዝኾነ ሕጂ እንታይ ገይረ ሬዲ ኮንኩን ነይረ ኣእምሮይ ካብ ሕርቃን ዝተበገሰ ወይ ካብ ብስጭት ዝተበገሰ ሽዑ ብስምዒት ከዓ ስለ ዝፀለኽዎ እዩ ከምኡ ገይረ ፀልየ እምበር ናይ ብሓቂ እቲ ጸሎት ከዓ ከምዚ ዝመጽእ ኣይመሰለንን እቲ መልሲ ናይ ጸሎተይ ሲ ኣብ ግብሪ ከምኡ ዝኸውን ኣይመሰለንን ሽዑ እንታይ ኮይነ በቃ ኢለ ተቐቢለዮ እቲ መልሲ ዝሃበኒ ኣምላኽ ተቐቢለዮ ሓቀይ ግን ብጣዕሚ ብጣዕሚ ኢሞሽናሊ ብጣዕሚ ብጣዕሚ ስትራገል ኣሕሊፈ ኣሕዋተይ መዓረይ ሰለስተ ወርሒ ዝኸውን ይብለኩም ኣለኹ ሰለስተ ወርሒ ዝኸውን ኢሞሽናሊ ብጣዕሚ ድረይን ኮይነ ማለት እዩ ሽዑ እቲ ሕልሚ ናይ ብሓቂ ምዃኑ ንኸረጋግፀለይ ኣምላኽ ከዓ እንታይ ገይሩ መሲልኩም ንዚ ሰብ እዚ ኮምፕሊትሊ ከም ንበኣስ ጌርና ኣብ ቴክስ ኢና ተፈ ኣብ ኣብ ቴክስ ኢና ወዲእናዮ እቲ ናተይ ናቶም ሪሌሽንሽፕ ኣብ ኣብ ብቴክስ ኢና ወዲእናዮ ብ ብኣካል ከማን ብቴክስት ወዲእናዮ ከም ኣይለ ምሽ ሓሊመ ኣለኹ ጸልየ ምስ ሎማዓንቲ ኣብ ሳልስታ ነጊርና ኣምላኽ ሽዑ ኣነ ንሱን ሻ- ሽዑ ብቴክስት ማለት እዩ ብቴክስት ተባይስና ምስ ሰብ እዚ ማለት እዩ ናይ መጨረሻ ተባይስና ብቴክስት ማለት እዩ ሽዑ ብሎክ ገይረዮ በቃ በዚኣ ተወዲኣታ ናትና ናተይ ናቱን ርክብ ማለት እዩ ሕጂ ግን ረኣይዎ እንታይ ንክብለኩም ኢለ ሕጂ ንምንታይ ኢለ እምፅዮ እዚ ናተይ ኤግዛምፕር ንምንታይ ኢለ እምፅዮ መሲልኩም ሽዑ ምስ ተባኣስኩዎ ምስ ሰብዚ ብሎክ ምስ ገበርኩዎ ምክንያቱ ኦረዲ እዝጋብሄር ነጊርኒ ኣሎ ካብኡ ዝጽበስ ዋላ ሓንቲ የብለይን ካብዚ ሰብዚ ዝጽበይ ዋላ ሓንቲ የብለይን ሕጂ ንሱ በቃ ኣነ ከምዚ እየ ዝሓስብ ዶ ምሳኺ ነዚ ቁም ነገር እየ ዝሓስብ ዶ ብላብላብላብላብላብላ ገለ እዩ ዝብል ነይሩ ሓቀይ ግን እዝጋብሄር ግን ሕሰቡ እዝጋብሄር ግን ኣሕሊፉ ስለ ዝሓስብ እንታይ ከም ዝኸውን ምዚ ሰብዚ ናተይ ከም ዘይኮነ ኣሕሊፉ ስለ ዝሓስብ ነዚ ሕልሚ እዚ ኣርእየኒ ማለት እዩ ሽዑ ኮምፕሊትሊ በቃ ኣነ ኢለ ከቢድ እዩ ኣይ ኖው ንሰለስተ ወርሕስ ይብለኩም ኣለኹ ብጣዕሚ ብጭንቀት የሕሊፈዮ ማለት እዩ ንሰለስተ ወርሒ ሕሰቡ ምስ ሰብዚሲ ብፅቡቕ ኢና ፅቡቕን ሕማቕን ኢና ኣሕሊፍና ዋላ ኣብ ወርሒ ሓንቲ ግዜ ንራኸብ ማለት ንሱ እንሻሎ እቲ ናትና ናንተይ ናቶንሲ ፅቡቕ ኬሚስትሪ ነይርና ማለት እዩ ፅቡቕ ክስታይ ዝኾነ ነይርና ሪሌሽንሽፕ ነይርና ዋላ ግዜ ይሕፀር ገለ ዳርጋ ንብዙሕ ዓመታት ኢና ከዓ ምሻሎ ኦን እንደ ኦፍ ንበኣስ ንዕረቕ እንዳበልና ገለስ ዳርጋ ምሻሎ ሰለስተ ዓመት ኢና ገለ ከይና ምስ ሰብ እዚ ማለት እዩ ኤንወይ ግን ነቲ ሕልሚ ክቕበሎ ስለ ዘለኒ ነቲ እግዚኣብሄር ዝሃበኒ ኣሚነዮ ማለት እዩ ነቲ እግዚኣብሄር ዝሃበኒ ሕልሚ ኮምፕሊትሊ ኣሚነዮ ነዚ ሰብዚ ብሎክ ክገብሮ ኣለኒ ኢለ ተቐቢለዮ ማለት እዩ ሕጂ እንታይ ኢለ ክብለኩም ኢለ ኩሉ ግዜ ናብ እዝጋብሄር ክንጽሊ ከለና ሬዲ ክንከውን ኣለና ኣነ ሕጂ ሬዲ ኮንኩን ሜንታሊ ብጣዕሚ ተሃስየ ማለት እዩ ካባኹም ዝሕባእ የብለይን ሜንትሊ ይብለኩም ኣለኹ ሰለስተ ወርሒ ሙሉእ ብጣዕሚ እየ ተጨኒቐ ማለት እዩ ሕሰብዎ ምስኡ ምስቲ ሰብ ከምኡ ኢልካ ርክብ ኣቋሪፅካ ምስቲ ትፈትዎ ተፍቅሮ ሰብ ከምኡ ኢልካ ተባኢስካ ስራሕ ትኸይድ ሂወትካ ክሳብ ሕጂ ዋላ ከምኡ ኢለ ብጣዕሚ መንታሊ እእምሮይሲ ዋላ ብጣዕሚ ተጨኒቐ ከለኹ በቲ ስራሕ ይኸይድ በቲ ገለ ይኸይድ በቲ ናብራ ይገብር ማለት እዩ ሕጂ እዝን ወዲ እዝን ብጣዕሚ ኣጨኒቐኒ ማለት እዩ ክርስዖ ኣይከኣልኩን ብፍፅም ተኣምር ማለት እዩ እቲ ዘሕለፍናዮም ተደጋጊሙ ተደጋጋሚ ተደጋጋሚ ተደጋጋሚ ናብ እእምሮይ እንዳመፀ የጨንቐኒ ነይሩ ማለት እዩ ስለዚ ክሳብ ሰለስተ ወርሒ ይብለኩም ኣለኹ ክሳብ ሰለስተ ወርሒ ብጣዕሚ ብጣዕሚ ተጨኒቐ ብጣዕሚ ብጣዕሚ ውሽጠይ ተሃስየ ማለት እዩ ብሰብ ዘይፈልጦ ኣነ ጥራሕ ማለት እዩ ኣነን ኣምላኽን ጥራሕ ንፈልጦ ማለት እዩ ስለዚ ዋላ ንሱ እውን እንተኾነ ኣይፈልጦን ከምኡ ገይረ ከም ዝጭነቅ ከምኡ ገይረ ከም ዝተባሳጨኹ ኣይፈልጦን እቲ ሰብ ዋላ ማለት እዩ ንሱ ከዓ ናይ ባዕሉ ከምኡ ዝኾነ መሰናገል ሓሊፉ ኸውን ሓቀይ ንሰለስተ ወርሒ እያ ማለት እዩ ሕጂ እንታይ ንክብለኩም እየ እቲ ናተይ ፖይንት ሕጂ ብዚ እንታይ እዩ ኩሉ ግዜ ንእዝጋብሄር ክትጽሊ ከለካ ብፍላይ ማለት እዩ እዝጋብሄር ከኣ ካብ ህይወትካ ሰብ ከ- ከልግስ ከሎ እቶም ትፈትዎም ሰባት እዩ ዘልግስ እቶም ንስኻ ትፈትዎም ዝመስለካ ወይ ከዓ ንሶም ዝፈትውካ ዝመስለካ ግን እዝጋብሄር ግን ውሽጡ ውሽጢ ውሽጢ ውሽጢ ማለት እዩ ውሽጢ ኣብቶም ውሽጢ ሰባት ርእዩ ወይ ኣብቲ ውሽጢ ናትካ ሪሌሽንሽፕ ርእዩ ስ- ሓሊፉ ስለ ዝርኢ ንዓኻ ከምዘይኮነካ ተፈሊጡ የልግሶም ይብለኩም ኣለኹ ስለዚ ረይድ እንድሕር ዘይኮንኩም ሕዋተይ መዓረይ ኩሉ ግዜ ናብ ኣምላኽ ክትጽልዩ ከለኹም ረይድ ክትኮኑ ኣለኩም ብዛዕባ ዝኾነ ነገር ክትጽልዩ ከለኹም ማለት እዩ ስለዚ ኣነ እንታይ ደየ ጸልየ በቃ እግዚኣብሔር ኣምላኽ እዚ ሰብ ዝናተይ እንድሕር ዘይኮይኑ ምዚ ሰብ እዚ ዋላ ሓንቲ ፊቸር እንድሕር ዘይትርእየለይ ኮንካ ንስኻ ንስኻ ስለትፈልጥ ኣልግሰለይ ኢለየ ማለት እዩ ኣርሕቀለይ ኢለዮ ማለት እዩ ስለዚ እግዚኣብሔር ከዓ ኣርሕቆ ካብ ሂወተይ ነጊርኒ ኣብ ካብ ሂወተይ ከኣ ኣርሒቁ ናይ መጨረሻ ከም ንባኣስ ከኣ ገይርና ማለት እዩ ስለዚ ኩሉ ግዜ ክንጽሊ ከለና ክንጥንቅቅ ኣለና ሬዲ ክንከውን ኣለና ኣእምሮና እዚ ሬዲ ክንከብሮ ኣለና ኣነ እግዚኣብሄር ሓቂ ዘረባ ኣምላኽ ምሽ ኣሎ ጸጋ ኣብዚሕለይ ድሓን እየ ክገርመኩም በዚ ብጣዕሚ ካብ ዘፍቅርዎም እንድሕር ተፈላለዮም ሰባት ብጣዕሚ ይጭነቑ ክንደይ ነብሶም ዘጥፍኡ ክንደይ ዝጭነቑ ብዙሓት ሰባት ብፍላይ ብጣዕሚ ዝፈትዎም ኣብ ፍቕሪ ኣብ ፍቕሪ ምሻሎ ናይ ብሓቂ ፍቕሪ ዝነበሮም ሰባት ማለት እዩ ስለዚ ኩሉ ግዜ ክንፅሊ ከለና ሬዲ ክንገብሮ ኣለና ኣእምሮና ኣሕዋት ማዕረ ኩሉ ግዜ ኣነ ሕጂ ክፅሊ ከለኹ ፅቡቅ ነገር ክመፀኒ በቃ ነቲ ሰብ ስዝጋብሄርስ በቃ ነቲ ሰብ ከምቲ ዝደልዮ ክገብረለይ ገሌለ ሓሲበ እምበር ጠቕላላ ናይ ብሓቂ ካብ ሂወተይ ዘልግሶ እሞ ከዓ እግዚኣብሄር ባዕሉ ዝነግረኒ ንዓይ ከምዘይኮነ ሰብ ኣይተፀብኹውን ከምኡ ኔጌቲቭ ኣይተፀብኹን ፓዘቲቭ ጥራሕ ተጸቤ ማለት እዩ ስለዚ ኩሉ ግዜ እቲ ናትና ምላሽ ናይቲ ጸሎትና ኔጌቲቭ ከምቲ ንሕና ዘይንደልዩ ከኸውን ስለ ዝኽእል ኩሉ ግዜ ናብ ኣምላኽ ክንጽሊ ከለና እቲ ዝምለሰልና ምላሽ ካብ ኣምላኽ ማለት እዩ እቲ መልሲ ናይ ጸሎትና ኔጌቲቭ ክኸውን ይኽእል ጽቡቅ ክኸውን ይኽእል ሕማቅ ክኸውን ይኽእል ከምቲ ንሕና ዘይንደልዮ እውን ክኸውን ይኽእል ኢልና ኩሉ ግዜ ኣእምሮና ከነዳልዎ ኣለና ንክብለኩም ኢለ የሕዋተይ መዓረይ ክንጽለል ከለና ክንጥንቀቕ ኣለና በቃ ስቕ ኢልና ስለ ጸሎት ዘይኮነ ኦኬ ንኽእሎ ዲና ኦኬ ንኣምላኽስ ነዞም ሰባት ካብ ሂወተይ ኣርሕቆም ገለገለ ኢልናዮም ኣለና ነቶም ንፈትዎም ነቶም ቀረብቲ ንኣምላኽ ማለት እዩ ነቶም ሰባት ማለት እዩ እግዚኣብሄር ግን ናይ ብሓቂ ጣልቃ ኣትዩ ኢዱ እትዩ ናብቲ ክስታይ ምስ ኣውጽኦም ግን ብጣዕሚ ኣብ ሕማቕ ሽግር ከይንኣቱ ማለት እዩ ከነዳሉ ኣለና ኣእምሮና ንክብለኩም ኢለ የሕዋተይ መዓረይ ክትጽልዩ ከለኹም ተጠንቀቁ ኩሉ ግዜ ትኽእልዎ ነገር ክኸውን ኣለዎ of course እዝጋብሄር ዘይትኽእሎ ነገር ኣይህበካን እዩ ኣነ ሕጂ ሰለስተ ወርሒ ሙሉእ ሕማቅ ብጣዕሚ ብጣዕሚ ብጣዕሚ ንዓ ንስኹም ከማን ዘይትፈልጥዎ ማለት እዩ ማንም ሰብ ዘይፈልጦ ብውሽጠይ ብጣዕሚ ብጣዕሚ ሕማቅ ነይረ ሰለስተ ወርሒ ሙሉእ ማለት እዩ ደሓር ግን እዝጋብሄር ግን እቲ ና- እቲ ዝነበረኒ ፍቕሪ ምስ ሰብ ዝነበረኒ ኣታችመንት ማለት ፍቕሪ ከማን ዘይኮነስ ኣታችመንት ምስ ሰብ ዝነበረኒ በብንእሽተይ በብንእሽተይ በብንእሽተይ ፌድ እንዳሃሰሰ እንዳሃሰሰ እንዳሃሰሰ መፅዩ ማለት እዩ ኣነ ከዓ እንዳረሳዕክዎ እንዳረሳዕክዎ መፅየ ስለዚ እ፣ ንስኹም ከዓ ኣሕዋት እየ መዓረይ ፀልዩ ብጣዕሚ እዩ ንከምዚ ዝጠቕመካ ናብ እግዚኣብሄር ንዓይ ሕጂ ንዓይ እቲ ቀንዲ ዝጠቐመኒ እንታይ እዩ ምዚ ሰብ እዚ ግዜ ዌስት ይገበርኩም ሓደ ሓደ ግዜ ምስ ዘይጠቕሙና ሰባት ንኸውን እሞ ግዜና ጥራሕ ዌስት ንገብር ማለት እዩ ኣት ዘ ኢንድ ምዚ ሰብዚ ኣት ዘ ኢንድ ምዞም ሰባት እዚኦም ንፈላለ ማለት እዩ ግዜና ምስ ኣጥፋእና ገለ መለታት ንፈላለ ቱ ሌት ምስ ኮነ ማለት እዩ ግን ኩሉ ግዜ ናብ ሂወትኩም ዝመጽእ ሰብ ክጽልዩሉ ክትክእሉ ኣለኩም ኣሕዋት እየ ማዕረይ ናብ ኣምላኽ ክጽልዩ ብእውነት ናብ ሂወትኩም ዝመጽእ ሰብ ብፍላይ ከኣ እቲ ሰብ ብጣዕሚ በቃ ትፈትውዎ እንዳፈተኹምዎ ክትከዱ ከለኹም ናብ እግዚኣብሄር ክትጽልዩ ኣለኩም እዚ ሰብ እዚ ሂወተይ እዚ ሰብ እዚ ምሳይ ዝቐርብ ዘሎ እዚ ሰብ እዚ ናይ ብሓቂ ናተይ ሰብ ድዩ ዋላስ ኣይኮነን ኢልኩም ንእግዚኣብሄር ክትሓትዎ ኣለኩም እግዚኣብሄር ናይ ብሓቂ እዩ ክምልሰልኩም ክነግረኩም ናይ ብሓቂ ካብ ልብኻ ተጸሊኻ እግዚኣብሄር እንተ ብሕልሚ ድዩ እንተ ብገለ ድዩ እንተ ብገለ ድዩ ይምልሰልኩም እዩ ስለዚ ዕድሜኹም ዌስት ከይገበርኩም ግዜኹም ዌስት ከይገበርኩም ኣሕዋተይ መዓረይ እቲ ተቐሪብኩሞ ዘለኹም ሰብ ናይ ብሓቂ ናተይ ድዩ ኢልኩም ከተረጋግፅሉ ትኽእሉ እቲ ሰብ ብመልሓሱ ስለ ዝተዛረበኩም ኣነ ንቐፃሊ እየ ዝደልየኪ ብፍላይ ደቂ ኣንስትዮ ኣሕዋትና ብፍላይ ደቂ ኣንስትዮ ማለት እዩ ወዲ ተባዕታይ ኣፉ ስለ ዝተዛረበክን ኣይኮንክን ተኣምኖ ንእግዚኣብሄር ኩሉ ግዜ ማለት እዩ እዝጋብሄር ኣብቲ ዝኸርክንኦ ኮነ ኣብቲ ትውጥንኦ ነገር ኮነ ግድን ሪሌሽንሽፕ ዘይኮነ ዝኾነ ዝወጠን ኮነ ኣብ ሂወት ግን ኦኬ ኣምላኽ ኣቦይ ኣነ ከምዚ ዓይነት ከምዚ ከምዚ ከምዚ ሓሳብ ሓሲብ ኣለኹ ኣነ እቲ ዝደልዮ ነገር ከዓ እዚ እዚ ድዩ እዚ እዚ እዩ ፍቓድካ ተኮይኑ ይኹን ትብሎ ፍቓድካ ተዘይኮይኑ ግን እዚ ነገር እዚ ግዜ ከየጥፋእኹ ዕድመ ከየጥፋእኹ ኤነርጂ ከየጥፋእኹ ካባይ ውሰደለይ ትብሎ ንእግዚኣብሄር ማለት እዩ ሽዑ ናትክን ተኮይኑ ኩሉ ነገር ብቲ ትደልይኦ ፌቨር ክሰርሓልክን እዩ ማለት እዩ። እንድሕር ካብ ኣምላኽ ዘይከውን ኮይኑኸ እንታይ ይኸውን? ነገራት ከም ገለ ይባላሸው፣ በቃ ሰላም ዘይብሉ ናብራ ትብላ፣ ሰላም ዘይብሉ ህይወት ትነብራ ገለ እዝጋብሄር ከዓ ብሕልሚ እንተ ዕድለኛ ተኾንክን በዚ ናተይ ከምዚ ናተይ ሕልሚ ብንጹር ክነግረክን እዩ ኣምላኽ ንዓይ ብንጹር እዩ ዋላ ሓንቲ ሕዋስ የብላ ገለገለ የብላ ማለት እዩ ስለዚ ከምኡ ክንገብር ኣለና ኣሕዋትየ መዓረይ ግን ዘሞስ ኢምፖርታንቲን ክነግረክን ሜንታሊ ማለት እዩ ከምዚ ዓይነት ፀሎት ክትፅልያ ከለክን ሜንታሊ ማለት እዩ ሬዲ ክትኮና ኣለክን ሜንታሊ ሬዲ እንድሕር ዘይኮይንክን ግን ኢትስ ጎና ቢ ኖት ኢዚ ስለዚ ኩሉ ግዜ ክንፅሊ ከለና እቲ ዝመፀና ምላሽ ካብ ኣምላኽ ዝመፀና ምላሽ ናይ ፀሎትና ፅቡቕ ይኹን ሕማቕ ይኹን ብዘይገድስ ብዓሰርተ ኢድና ከምዚ ኢልና ኣሜን ኢልና ዝቕበል ርእሲ ዝቕበል ሜንታሊቲ ክህልወና ኣለዎ ኣሜን ኢሉ ዝቕበል ሜንታሊቲ ክኸውን ኣለዎ ብኩሉ ብፖዘቲቭ ዓይኒ ክንሪኦ ንኽእል ብነገቲቭ ዓይኒ ንኽ እንድሕር ጥራሕ በቃ ግን ንእግዚኣብሄር ግን እቲ በቃ እቲ ድሌትና ጥራሕ ክህበና እግዚኣብሄር ንደልዮ ጥራሕ ኣይህበናን ኩሉ ግዜ እቲ ጸሎትና ዘይጠቕመና እንተኮይኑ ኣይህበናን ሕጂ ሲ ቆልዓ ሲ ሽኮር ይደሊ ሓቀይ ቆልዓ ብጣዕሚ ሽኮር ቸኮላታ ድዩ ሌካሌካ ድዩ ገለመለ ብጣዕሚ እዮም ዝፈትዉ ሽኮር ቆልዑ ኢንጀነራል ማለት እዩ ሓቀይ ንሕና ግን ከም ስድራ ግን እቲ ሽኮር በሊዖሞስ ክሃስዮም ምዃኑ ስለንፈልጥ ኣይንህቦም ኢና እቲ ሽኮር ሓቀይ ዶ ንሶም ግን ነዚ ሽኮር በቃ ይደልዩ በቃ ማማ ኣነ ጥዕምቲ ፅቡቅ ጓል ክኸውን እየ ኣብ ትምህርቲ ፅቡቅ ክገብር እየ እዚ ክገብር እየ ገዛ ከፅሪ እዚኣ ጥራሕ ኣብኒ እዚኣ ቸኮለታ ጥራሕ ኣብኒ ገለ ይብሉካ ሓቀይ ግን ንሕና ግን ኣይንህቦም ምክንያቱ ከም ዝሃስዮም ስለ ንፈልጥ እዝጋብሄር ካኣ ልክዕ ብከምኡ ዓይኒ እዩ ዝርእየና ኣሕዋተይ ማዓረይ ንሕና ንደልዮ ጥራሕ ኣይኮነን ዝብና ኩሉ ግዜ ኣብዚኣ ክተስተውዕሉላ ዘለኩም ንደልዮ ጥራሕ ኣይኮነን እዝጋብሄር ንሕና ንደልዮ ዘይኮነ ዝብና ንዓና ዘድልየና ነገር እዩ ዝብና ማለት እዩ ኩሉ ግዜ ሰባት ክንፈትዎም ንክእል ኢና ንሕና ሓቀይ እዝጋብሄር ግን ሓሊፉ እዞም ሰባት እዚኦም ንዓና ከምዘይኮኑ እቶም ሰባት እኮ ሕማቃት ሰባት ኮይኖም ኣይኮኑን እኮ ንዓና ዘይኮኑ እንታይ ደኣ እቲ ናይቶ እቲ እቶም ሰባት እሲ ምሳና ንዓና ኣይኮኑን ተዋሂቦም ካብ መጀመርያ ክፍጠሩ ከለዉ ኩሉ ግዜ እዝጋብሄር ክፈጥር ከሎ ሕማቃት ስለ ዝኾኑ እቶም ሰባት ኣይኮኑን ምሳና ዘይሰማምዑ እንታይ ዳ ማች ኣይንኽ- ኣይንገብርን ኢና ሓቀይ ዶ ሕጂ ንኣብነት እ፣ ጸጋማይ ጫማ ሲ ክልተ ጸ- ናይ ጸጋም ጫማስ ነታ ሓንቲ ሓንቲ ጸጋም ጫማ ንየማይን ጸጋም ጫማ ክት- ፊት ክትገብራ ኣይትኽእልን ሓቀይ ምክንያቱ ናይታ ጸጋም ጫማ እያ ክትከውን ኣይትኽእልን እያ ነታ ፀጋም ኢላ ተሰሪሓ እምበር ነታ የማን ኢላ ኣይኮነትን ተሰሪሓ ሓቀይ ግን እቲ ጫማ ግን ሕማቅ ኳሊቲ ኮይኑ ኣይኮነን ግን ዓቐና ኣይኮነን ናይታ ፀጋም ኣይኮነትን ናይታ የማን እያ ተሓንቲ ስለዚ ክንመልስ ኣይንኽእልን ሓቀይ ዶ ስለዚ ኮሚና ከዓ ብከምኡ ዓይኒ ኢና ክንሪኦ ዘለና ማለት እቶም ሰባት ሕማቃት ሰባት ኮይኖም ዘይኮኑስ ግን ምሳና ኣይከዱን እዮም እግዚኣብሄር ንዓና ኢሉ ይኮኑን ሰሪሕዎም ማለት እዩ ብከምኡ ዓይኒ ብጽቡቅ ፓዘቲፍ ዓይኒ ሪኢና ነቶም ሰባት ብሰላም ኢና ከነፋንዎም ዘለና ሽዑ ንዕኦም ብሰላም ምስ ኣፋናናዮም ናይ እዝጋብሄር ድምጺ ምስ ሰማዕና ሕራይ ኢልና ኢና ክንቅበል ዘለና ሕራይ ኢልና እንድሕር ዘይተቀቢልና ጌስ ዋት እዞም ሰባት እዚኦም ይውድሉና ኣብ ልዕሌና ብዙሕ ነገር ይገብሩ ብዙሕ ነገር ይገብሩ ማለት እዩ ሓቀይ ምክንያቱ እዝጋብሄር ነጊርና ክንደይ ግዜ ክንደይ ግዜ ምልክት የርእየካ እዝጋብሄር ማለት ክንደይ ግዜ ምልክት የርእየካ እንድሕር ዘይሰሚዕካ ድሕሪ ዘይሰሚዕኻ ማለት እዩ ታይ ይገብር እዝጋብሄር መሲልኩም ነቶም ሰባት ብዕላማ ማለት ከም ዝብድሉኻ ይገብሩ ከም ዝብድሉኻ ይገብሮም ክሳብ ናይ መጨረሻ ይኣኽለኒ ኢልካ ወዲእኻ ካብዞም ሰባት እዚኦም ትፈላለ ነዞም ሰባት እንታይ ሕምሽሽ ኣቢሎም ርምስስ ኣቢሎም ከም ዝገብሩኻ ከም ዝፈድዩኻ ሕማቅ ከም ዝፈድዩኻ ይገብሮም ምክንያቱ ከምኡ ተገይሮምኻ ጥራሕኻ ካብዞም ሰባት እዚኦም ክትፍለ ትኽእል እምበር ብጽቡቕ ነገር እቲ ነንእሽተይ ዝኾነ ሬድ ፍላጋት ኣይትሪኦን ኢኻ ዓይንኻ ኣይትሪኦን ኢኻ ኩሉ ግዜ ተፍቅሮ ሰብ ተኾንካ ትሕልፈሉ ኢኻ በቃ ኦ ስለ ዘፍቅረኒ እዩ ከምዚ ዋላ ዋላ ሕማቕ እንዳገበረካ ከሎ ኦ ስለ ዘፍቅረኒ እዩ ከምዚ ዝገብረኒ ዘሎ ገለገለ ኢኻ ባዕልኻ ኢኻ ተመኽንየሎም ሓቀይ ግን እዝጋብሄር ግን እቲ ዝሕልፈልና ዘሎ ሕማቕ ነገራት ግን ኣክነስተውዕለሉ ስለ ዘይንኽእል ነዞም ሰባት እዚኦም እንታይ ይገብር ሕማቕ ገይሮም ከም ዝብዱልና ይገብር ሽዑ ክሳብ ናይ መጨረሻ ዝገድፉና ማለት እዩ ሽዑ ምስ ገደፉና ንሕና እውን ምስ ተቀበልናዮ ከም ንዓና ከም ዘይኮኑ ምስ ተቀብልናዮ ኣብ መጨረሻ ማለት እዩ እግዚኣብሄር ሽዑ ጣልቃ ይኣቱ ንዓና ዝኾኑ ሰብ ከዓ ሂበና ማለት እዩ እንድሕር በቃ ምስ ዘይኮነካ ሕጂ ንኣብነት እዛ ናይ ፀጋም ጫማ ካላሲ ናፍታ የማን ክእትዋ ተተኻራኺረ ተተኻራኸረ ተተኻራኺረ ትሰርሕ ዶ ኣይትሰርሕን እያ ናይ ጸጋም ጫማ ናብ የማን ጫማ ክፊት ክኸውን ኣይክእልን ከምኡ ኢለ ኣይተሰርሐን እንታይ ደኣ መጨረሽኡ ተቃዳዲዳ ተባታቲኻ እያ ዘይትጠቅም ትኸውን ማለት ንሕና ከዓ ልክ ኣይንከራኸር ንዓና ዘይኮኑ ሰባት እንድሕር ኮይኖም ክንከራኸር እዩ ዘይብልና ተኻራኺርና ተኻራኺርና መጨረሽኡ ግዜ ናይና ዌስ ንገብር እምበር ምንም ክሰርሕ ኣይክእልን ምክንያቱ እዞም ሰባት እዚኦም ንዓና ዘይኮኑ ተሰሪሖም ነዞም ሰባት እዚኦም ዝኸውን ሰብ ከዓ ካልእ ኣሎ ማለት እዩ ምስቲ ጠባዮም ዝቕበሎም ሰብ ካልእ ኣሎ፣ ምስ ምስቲ ናቶም ባህሪ ዝኸይድ ካልእ ሰብ ይጽበዮም ኣሎ፣ ንዓና ከኣ ምስቲ ናትና ባህሪ ምስቲ ንሕና ንደልዮ ባህሪ ዝኸውን ሰብ ከኣ ብሕጂ ይመጸና ኣሎ፣ ኣይተላልናዮም፣ ስለዚ ነዞም ሰባት እዚኦም እንታይ ክንገብሮም ነታ ከምታ ጫማ ማለት እዩ እዚኣ ንዓይ ፊት ኣይትገብረንን ኢልና ንገድፋ፣ ነዞም ሰባት እዚኦም ከኣ ብሰላም ኢና ክንገድፎም ዘለና ማለት እዩ፣ ሽዑ እግዚኣብሄር ከኣ እቲ ልክዕ ንዓና ፊት ዝኸውን ምስ ኩሉ ዓይነት ፊት ዝኸውን ሰብ